ንቕሓት እዋናዊት መደብ ንሕና መንእሰያት ንሕድሕድና ተመኩሮና ኣብዚ መደብ ክንካፍ ሓሳባትና እውን ክንፀሓፍ ኣለና ንሕድሕድና ንመሃረሉ መደብ ኮይኑ ብዙሓት ሰባት እውን ክነሳትፍ ኢና ንሎሚ ርድኢት ናብ ኮመንት ትብል ሓንቲ ኣርእስቲ ሒዘልኩም መፅእ ኣለኹ ብብዙሓት ምሁራትን ስነ ጥበባውያን ዝተማእከለ መደብ ክህልወና እዩ ክትሳተፉ እትደልዩ ስነጥበባውያን ኮነ ምሁራት እንተሃሊኹም ድማ ክትረኽቡና ትኽእሉ። ኩሉኹም ተኸታተልቲ እውን ምሳና ሕበሩ። ሸር ኣብ ምግባር ድማ ናይ ኩላና ስራሕ ይኹን። ርዲት ናብ ኮመንት ከመይ እዩ መጀመርታ ንምንታይ ኢና ቅድሚ መደብ ምስማዕና ናብ ኮመንት ንኸይድ ዘለና እስከ ምክንያት ክጠቅስ ክንጻረፍ ክንስሕቕ ትሕዝቶ እቲ መደብ ብሕጽር ዝበለ ክንርዳእ ምድላይ ወይስ ምስቶም ዝበዝሑ ዝተሰማምዑሉ ነጥቢ ክንሰማማዕ ነናትና ብዙሕ ምኽንያት ክህልወና ይኽእል እዩ በብሓደ ዝከነርኣየን ምጽራፍ ስለምንታይ ትጻረፍ መሰለይ ከም ድላይ ብዛዕባ መሰል ካልእ ግዜ ክንዛረብ ኢና ግን ሓንቲ ነገር ፍለጥ ንኸማኻ መሰል ዘለዎ ሰብ ክትጻረፍ ከኣ ዝኾነ ይኹን መሰል የብልካን። ኣብ ክንዲ ነቲ መደብ ኩሉ ሰሚዕኻ ትርዳእ ኣብ ኮመንት ኸይድካ እንታይ ይበሃል ኣሎ ክትፈልጥ ምድላይ ስለምንታይ ሙሉእ ትሕዝቶ መደብ ሰሚዕኻ ምርዳእን ምፍላጥን ኣይምሓሸን ናይ መወዳእታ ምስቶም ዝበዝሑ ሰባት ዝተሰማምዕሉ ነጥቢ ክትሰማማዕ ኢልካ ዲኻ ኣብ ኮመንት ተንብብ እዚ እሞ ዝገደደ ከም ሰብ ናትካ ርድኢትን ርኢቶን ክህልወካ ኣለዎ ንስኻ እኮ እኹል ሰብ ኢኻ ዝበዝሑ ተሰማሚዖምሉ ኣለው ኢልካ ስለምንታይ ትሰማማዕ ምስ ብዙሓት ኣይትሰማማዕ ኣይበልናን ግን ብርድኢትካ ክኸውን ተመራጺ እዩ። ንስኻ ወይ ንስኹም ኢለ ብምዝራበይ ንስኽን ወይ ንስኺ ከም ዘለዎ ክትርድኡለይ ይደሊ። ሕጂ ውን እዛ መደብ ከይትነውሓኩም እሞ ናብ ኮመንት ምጽሓፍ ወይ ምንባብ ከይትጓየዩ ኣሕጽር ከብለልኩም። መጀመርታ እታ ዝቐረበት መደብ ኩላ እስምዓያ። ኣብ ዝኾነ ትሕዝቶ፣ ፊልም፣ ደርፊ፣ ዛንታ፣ ትምህርታዊ ሓዘል መደባት ኮታስ ኩሉ መደብ ተኺኢልካ ክልተ ግዜ ተዘይክኢልካ ድማ ሓንቲ ግዜ ስምዓዮ። ንፉዕ እንተኾንካ እሞ ደጋጊምካ ሰሚዕኻ ተረዳኣዮ። ሽዑ። ጽናሕ ኮመንት ይትጽሓፍ። ኣቐዲምካ ቅድሚ ምጽሓፍካ ብዛዕባ እቲ መደብ ናትካ ርእይቶ ወይ ናይትካ ሓሳብ ከ እንታይ ይመስል ፍለጥ። ቀጺልካ ሰባት ከ ብዛዕባ እቲ መደብ እንታይ ርእይቶ ኣለዎም ክትፈልጥ ናብ ኮመንት ምንባብ ኪድ። ድሕሪ እዚ ኣመዛዚንካ እንታይ ትብል ወይ እውን ከመይ ትርድኦ ንስኻ ትውስን። ከዘኻኽረካ ኮመንት ክተንብብ ከለኻ ነቲ ኮመንት ብኹሉ ወገን ጠሚትካ ተረዳእዮ ወይ ንኹሉ ኣሉታዊ ወይ ድማ ንኹሉ ኣወንታዊ ጎኒ ሂብካ ኣይትረዳእዮ ምስቲ ዝሰማዕካዮ መደብ ምስቲ ዘንበብካዮ ምስቲ ንስኻ ዝሓሰብካዮ ኣወዳዲርካ ገለ ነገር ክትርዳእ ፈትን። ኣብ ኮመንት እትጽሕፎም ቃላት ብሱላት ደኣ እምበር ነቐጻት ኣይትግበሮም። ኣብ ጸርፊ ኣይትተዓቖብ። ሓሳባትካዮም ተረርትን ኣድማዕትን ክኾኑ ዘለዎም። ኣብ ብዙሕ ቃላት ተዓቒብካ ኣይትጽሓፍ። ኣሉታዊ መልሲ ምስ ትረክብ ድማ ኣይትሕረቕ። ነቲ ሰብ ሓሳባቱ ኣንቢብካ ተረዲእካ መልሰሉ። እንተኺእልካ ድማ ንሓሳባትካ ብንጹር ኣረዳዮ። እዛ መደብ ንምጥቕላል እቲ ዝዓበየ ጸገምና ክነግረኩም ሰባት ክዛረቡና ወይ ክጽሕፉልና ከለዉ እቲ ዝዛረብዎ ዘለዉ ብልክዕ ሰሚዕና ኣብ ክንዲ ንርዳእ ንሕና እንታይ ኢልና ክንምልሰሎም ኢና ክንዳሎ ንጸንሕ ሽዑ ብዘይ ምስማዕና ሓሳባቶም ሓልፉና እሞ ንሓሳባቶም ከይተረዳእና ካብ ሓሳባቶም ወጻኢ ካልእ ርእይቶ ንህቦም ምትሕርራቕ መጽእ ምጽርራፍ መጽእ ሽዑኡ ፋይላት ግንጸል ዓሌትካዶ ኣውራጃኻዶ ሃይማኖትካዶ ዝብሉ ኣርእስታት ይመጹ